ሰላም ተኸታተልቲ ናይዚ ቻነል ከመይ ትኾኑ ፅቡቅ ክትኮኑ ናይ ወትሪ ትምኒትና እዩ ሎሚ እውን ከም ወትሩ ኣገዳስን እናተቀያየረ ዝመፅ ዘሎ ዜናን ትንተናን ሒዝናልኩም ክንመፅእ ክንፍትን ኢና መቸም ንዜና ትከታተልዎ እንተለኹም ኣይ ዶንት ኖው ካብ መዓልቲ ናብ መዓልቲ እናገደደ እዩ ዝኸይድ ዘሎ ንምባል ከማን ከሰልችወና ጀሚሩ እቲ ምግዳት ክንዲ ምንታይ በርትዑ ከም ዘሎ ክትሪኡ ኢኹም ኣብዚ ቪድዮ እዚ um, እዚ ኩናት እዚ ካብ መጠን ንላዕሊ ሓደገኛ እናኾነ ይመፅእ ኣሎ ካብ መጠን ንላዕሊ ኔክስት ካብዚ ሕጂ ዘላትና ኔክስትስ እንታይ ክኸውን ይኽእል ከማን ክትግምቶ ኣይትኽእልን ኢኻ ብዝኾነ ብኩሉ መንገዲ ክንሪኦ ክንፍትን ኢና ፕሊስ ላይ ግበሩ መጀመርያ እንታይ ኣጋጢሙ እስከ ንስማዕ

እንታይ ኢና ንርኢ ዘለና መጀመርያ እቲ ዝዓበየ ሜጀር ኢቨንት ዘሎ እዚ ቻውስ ባርስ ዝበሃል ናይ ኢራን ዝዓበየ ናይ ዓለምና እውን ክትብሎ ትኽእል ኢኻ እቲ ዝዓበየ ናይ ነዳድ ናይ ጋዝ ቦታ ንህዝቢ ኢራን ድማ ዝበዝሐ መመንጨዊ ናይ ፀዓት ናቱ ንዝኾነ ብዘሕዝን መንገዲ እስራኤል ከም ዝሃረመቶ እዩ ዝንገር ዘሎ እዚ እዚ ነገር እዚ ክሳዕ ክንደይ ከቢድ ምዃኑ ክንርዳእ ክንክእል ኣለና ቨሪ ቨሪ ሜጀር ኤስካሌሽን እዮም ዝብልዎ እዚ መጀመርያ እስራኤል እስራኤል ክብል ከማን ኣይደልን እያ ነትንያሁ ዝገብሮ ዘሎ ነገር ተተረዲኻዮ ሰብኣይ ርዶኒ ክንብል ኣይንኽእል ኢና ግን እዚ ሰብ እዚ ናይ ብሓቂ ናይ ብሓቂ ሓደገኛ ሰብ እዩ ሚን ብኩሉ መንገዲ ክንሪኦ ስለ ዝኾና ከውኸኩም ኣይደልን እየ ግን ዝገብሮ ዘሎ ኩሉ ነገር ንፁር ዝኾነ እዩ ነቲ ስእሊ ብድሕሪት ንዝሪዮ ዘሎ ከቢድ ነገር ኣይኮነን ዝገብር ዘሎ ግን ናይ ነዊሕ ዓመታት ዝተመነዩ እዩ ከዓ ዝገብር ዘሎ ስለዚ ከም ትሪእዎ ዘለኹም ኣብዚ ኣብ ቅድሚት ከረየኩም ፀናኩ እስራኤልን ኣሜሪካን ብዙሕ መጥቃዕቲ እዮም ዘካይዱ ዘሎ ነዚ ናይ ጋዝ ቦታ ድሕሪ ምህራማ ከምኡ ድማ ናይ ስለያ ሓላፊ ናይ ኢራን ቀቲሎም ኣለዉ እስራኤል ማለት እዚ እስራኤል ጥራይ ዝገብርዎ ዘለዉ እዩ እንደገና ኣሜሪካ ገጀፍቲ ቦምባታት ናታ ከፅንሓ ከረየኩም እየ ባንክር ባስተር ዝብልዎ ናብ ኢራን ብብዝሒ ክትኩስ ከም ዝውዓለትን እዚ ትሪእዎ ዘለኹም ኣብ ሊባኖስ እዩ ኣገይን እስራኤል ማለት እዩ ኣብ በይሩት ነዚ ህንፃ ረይዎ ከመይ ገይሮም ካብ ሱር ሃሪሞም ኣብ ከሎ ሩክምሽ ኢሉ ከም ዝወድቕ ይገብርዎ ኣለዉ ጀስቲ ሓደ ቴሮሪስት ነይሩ ሓደ ግብረ ሽበራ ነይሩ ተባሂሉ ዝግበር እዚ ከምኡ ድማ ናብቲ መሬት ናይ ሊባኖስ ንከስፋሕፍሑ ዝወስድዎ ዘለዉ ስጉምትታት ረይዎ ስለዚ ኢራን እስራኤል ባዕላ ዝጀመረቶ ኩናት እዚ ዝኾነ ይኹን ዝገደዳ ወይ እውን ዝኾነ ይኹን ዝደፍዓ ሓይሊ ይነበረን ኢራን ክትሃርማ ንእስራኤል መደብ ኣይነበረን ዝኾነ መደብ ኣይነበረን ኢራን ብግምጣሉ ነቲ ኒኩለር ናታ ንከተረክቦ ቀሪባ ከም ዝነበረት እዮም ፈሊጦም እንጂ ስለዚ እዚ ኩናት እዚ ካብ መሰረቱ ናይ ነተንያሁ ባህጊ እዩ ነይሩ ዝኾነ ይኹን ምክንያት ኣይነበሮን ናብዚ ኩናት እዚ ንክጅምር ዝኾነ ይኹን ፀቕጢ ዝገበረሉ ይነበረን ባዕሉ ዝሃንደሶ ኩናት እዩ ዶናልድ ትራምፕ ድማ ናብቲ መጋበርያ ስለ ዝኾነ እዚ ኩናት እዚ ተጀሚሩ ኣሎ ስለዚ ለትስ ቢ ክሊር ኦን ዳት እዚ ንፁር ዝኾነ መረዳእታ ክንርኢና እስራኤል ግን በዚ ንሱ ዝደልዮ ዘሎ ኣጀንዳ ጥራይ እቲ ኩነታት ዝኸይድ ዘሎ ኣይኮነን። ብዙሕ መጥቃዕቲ ይካየድ ኣሎ እዩ ድሮ። ሕጂ እቲ ኩናት እንታይ እዩ መልክዕ ዝሕዝ ዘሎ እንድሕር ኢልካ መጀመርያ ኣሜሪካ እንታይ ይገብሩ ኣለዉ ክንርኢ ኢና። ዶናልድ ትራምፕ ከ እንታይ እቲ ስትራተጂ ናቱ ኣብዚ ክንርኢ ኢና። ሽዑ እስራኤል ከ እንታይ ይወርዳ ኣሎ ክንርኢ ኢና። እስራኤል ዋላ ሓንቲ ዘይወርዳ ዘሎ ከይመስለኩም። ለት ስታርት ሂር እንታይ ይገብር ኣሎ እቲ ዶናልድ ትራምፕ

ናይ ኢራን ዝኾነ ይኹን ናይ ኣፅዋር ቦታታት ክህልዎ ይኽእል እዩ ንዝበሎ በቲ ዝዓበየ ቦምባታት ናቱ ባንከር ባስተር ዝብልዎ ክሳብ ሓሙሽተ ሽሕ ፓውንድ ዝኸውን ሚዛኑ ዝብልዎ ዘለዉ ብኡ ገይሩ ብብዝሒ ኣዝዩ ክቡር ቦምባታት ኣዝዩ ከቢድ ዝኾነ ቦምባታት እዚ ድማ እንታይ እዩ ኮንዶኾን ነቶም ኢራናውያን በዚ መንገዲ ይድህሎም ይኸውን ዝብል እዩ and people always have the doubts መብዛሕትኦም እቶም ኪላታት ትርጉም ዘለዎ ነገር ኣይኮኑ የስክዕኒ እዩ ብዙሕ ነገር ክገብር ይኽእል እዩ ነቲ ተሓኒቕዎ ዘሎ ነገር ግን ክፈትሖ ይክኒ ምክንያቱ እዚ ንዓመታት ዝተዳለውሉ እዩ ዋላ እውን ነቲ ተሃረምካ ብካልእ መንገዲ ክመፁካ እዮም ስለዚ ነዛ ወሽመጥ ሃርሙዝ ንክኸፍታ ዘለዎ ተኽእሎ ኣዝዩ ፀቢብ እዮም ዝብሉ ዘሉ ስለዚ ከም ትሪእዎ ዘለዎም ዶናልድ ትራምፕ ከበድቲ ቦምባታት እንተገበረ ብቃላት እንተፈራርሀ ካልእ እንተገበረ ሶፋር እቲ ዋጋ ናይ ነዳዲ ንላዕሊ ገጹ ጥራይ ዝውንጨፍ ዘሎ ላስት ታይም ኣይ ቸክድ ክንደይ ኣሎ መስለኩም ክንደይ ነይሩ ላስት ታይም ኣይ ቸክድ ያ ሚትን ትሽዓተ ዶላር በፂሑ ኣሎ ሕጂ ስለዚ እንታይ ንማለት እዩ እዚ ወሬቨር ሂዝ ዱዊንግ ኢዝ ናት ወርኪንግ ዝገብሮ ዘሎ መሊሱ ነቲ ናዳ ነዳዲ ንክኸብር እዩ ዝገብር ዘሎ እምበር ዘሕስር ዝገብር የለን ግን ናው እዚ ይገብሩ ኣለዉ ፅኒሕልና ክንሪኦ ኢና

ዕስራ ፐርሰንት ናይ ዓለምና ጋዝ እያ ተቕርብ ሰብ ቨሪ ፓወርፉል ካንትሪ ቁጠባ ናታ ድማ ብዓቢ ክፋል ኣብኡ ዝምርኮስ እዩ ብርግጽ ነቲ ገንዘብ ካብኡ ዝመጽኡ ኣምጺኦም ኣብ ካልእ እዮም ኢንቨስት ዝገብርዎ መጀመርያ ግን ከርእየኩም ከለኹ እንታይ ሃሪሞም ነይሮም ድሕሪ ኢልኩም እቲ እስራኤል ዝበሃል ከተሓዘልኩም ስለ ዘድልየ ኣብዚ ክሃርሙ ከለዉ ነቲ ሳውስፓር ዝበሃል ቦታ ናይ ኢራን ሃሪሞሞ ነይሮም ኢሎም ነይሮም ኣብዚ ኣከረየኩም እታ መጀመርያ ቻርት ክብዋ ከለዉ ስለዚ እታ መጀመርያ ዝሃርምዋ ዝብሉ ዘለዉ ትሪእዎ ዘለኹም ሳውስፓር ዝበሃል ንሱን እቲ ናይ ቀጠር ኤነርጂን ክልቲኡ ብሓደ እዩ ዝሰርሕ ኣብ ሓደ መስመር ዘሎ እዩ ስለዚ ነዚ ሳውስፓር ምህራም ማለት ነቲ ናይ ቀጠር እውን ሓደጋ ኣለዎ ካልእ ከይበፃሕካ ማለት እዩ ኣብ ካልእ ከይበፃሕካ ቢ ኣው ጊቭ ዩ ፍልይ ዝበለት ቻርት ክበኩም ክፍትን እዚ ኣብዚ ዝቃፀል ዘሎ ማለት ዩ ዜር ዋዝ ዚስ ኣናዘር ፒክቸር ካልእ ፅብቕ ዝበለ ስእሊ እንተረኺበ ክበኩም ክፍትን እየ እስኪ ጊቭ ሚ ሰከንድ ምክንያቱ እዚ ፅቡቅ ጌርና ክንርድኦ ዘለና ኮይኑ ይስማዓኒ ሮዝ ካብ ናይ ቢቢሲ ዝነበረ ሪፖርት ነይሩ ንስከ
ኦኬ እዚ እትሪእዎ ኣለኹም እዚ ቻርት እትሪእዎ ኣለኹም ሳውስ ፓወር ዝብል ዘሎ ኣብ ላዕሊ ኣብ ታሕቲ ድማ ቀጠር ስለዚ እስራኤል ነቲ ናይ ኢራን ናይ ጋዝ ፋሲሊቲ ክትሃርም ከላ ዕላማ ናታ ንፁር እዩ ነይሩ ኢራን ቀጠር ክትረም ስለ ዝደልዩ ዝነበሩ እዩ ስለምንታይ እዚኦም ክልቲኦም ሃገራት ኣብ ሓደ መስመር ዘለዎ እዮም ድሮ እቲ ናይ ጋዝ ነገር ናይዞም ክልቲኦም ዘሰሓሕብ ኣርእስቲ ነይርዎ እዩ ምክንያቱ ብታሕቲ ማይ ብታሕቲ በቲ መሬት ማለት እቲ ጋዝ እቲ ቀጠር ተውፅኦ ዘላ ካብቲ ናይ ኢራን እውን ይስሕብ እዩ ዝብል ዘረባ ኣሎ ከምኡ ዝበሃል ከተንብቦ ትኽእሉ ኢኹም ስለዚ ነዚ ናይ ኢራን ምህራም ማለት ኢራን እንታይ ክትገብር ከም ትኽእል ይ ቨሪ ዌል ኒው ነዚ ናይ ቀጠር ክትሃርሞ ከም ዝኾነት ስለዚ እስራኤል ነተንያሁ ንቀጠር ከጥፍኣ ስለ ዝደሊ ዘሎ ንኢማራት ከጥፍኣ ስለ ዝደሊ ዘሎ ንስዑድያ ከዳኸማ ስለ ዝደሊ ዘሎ እንታይ ዝገብር ዘሎ ንኢራን ኣብቲ ዘሕምሞምን ዘቆጥዖምን ቦታ ይሃርሞም ኣሎ ኣብ ክሪቲካል ኢንፍራስትራክቸር ናይ ህዝቢ ናይ ቁጠባ ኢንፍራስትራክቸር ይሃርም ኣሎ ስለምንታይ ንሳቶም ግብረ መልሲ ቀንዲ ናብ ሃገራት ዓረብ ክገብርዎ እዮም ብሓንቲ እምኒ ክልተ ዑፍ ይበሃል ሃገራት እስላም ተተሓሒዘን ንቁልቁለት ንታሕቲ ገፀን ክወርዳየን እዩ ዝግብር ዘሎ እዚ ሳጥናኤል ምዃኑ ኣሚን ብዛዕባ ነተንያሁ ሕማቕ ተዛሪብካ ዝግረም ሰብ የለን ስርሑ ዘበለ እንታይ ምዃኑ ኩልና ኢና ንፈልጥ ኩሉ ሰብ ይትፈልጥ መጀመሪ ይኮነ መወደት ይኮነ ስለዚ እዚ ንሪዮ ዘለና ፀወታ ሓደገኛ ፀወታ ረሳሕ ፀወታ እቲ ዘሕዝን ክፋል ናቱ ሳደስ ፓርት እቲ ዘሕዝን ክፋል ናቱ እዞም ሃገራት ዓረብ ብፍላይ በዓል ቀጠር ናብ መን ኣሚኖም እዮም ዝኸዱ ነይሮም ንዶናልድ ትራምፕ መዓት ትሪልዮናት ገንዘብ ቀጠር ስሕልፍ ሓሊፎም ናይ ኣርባዕተ ሚእቲ ሚልዮን ነፋሪት እታ ናቱ ኤርፎርስ ዋን ተበላሽያ ስለ ዘላ ፍልይቲ ነፋሪት ዝሸለምዎ እዮም ነይሮም ፍልይቲ ነፋሪት ግብረ መልሲ ናቱ እታ እንኮ ክራውን ጆል ይብልዋ እታ ሓንቲ ዓይኖም ሓንቲ ዓይኖም ክልተ ዓይኒ ኣለዎም ዋላ እንተልና እቲ ሓንቲ ዓይኖም ክሳብ ዝነቕሩ ገይርዎም ኣሎ ማለት እዩ እቲ ኩነታት እዚ ሙሉእ ብሙሉእ ዋላ ኢራን ሃሪማትና ኢሎም የጉርዑ እንተለዉ እስራኤል እያ ከም ትህረም ገይራቶም ኣሚን ዲስ ኢዝ ኣ ፋክት ስለዚ እትን እትን ክትብለሉ ይትኽእል ኢኻ እስራኤል ዝሃንደሰቶ እዩ እስራኤል ድማ ነዛ ቀጠር ትበሃል ታርጌት ጌራታ ነይራ። ነዚ ኲናት እዚ ናብ ኢራን ትገብሮ ድማ ከም ግብረ መልሲ ቀጠር ክትረመሎም፣ ቀጠር እንተተኻኢሉ ክትድምሰስ፣ እንተዘይተኻኢሉ ድማ ክትዳኸም፣ ዋላ እቲ ኢማራት መሓዛናዮ ዝብልዎ ክትዳኸም ይደልይዎ እዮም። ንኹሎም እዞም ሃገራት ዓረብ ክዳኸሙ ይደልይዎም ነይሮም and the plan is working perfectly። እዚ እዚ ሓደ ካብቲ ሰብ ጽቡቕ ገይሩ ክርድኦ ዘለዎ እዩ። ናው እስራኤል ንባዕሉ ሓንቲ ዘየጋጥሞ ዘሎ ከይመስለኩም ኖ ነተንያሁ ዋላ እቲ እስራኤል ናት እዩ ዝቃፀል ዘሎ ኣይ ሃቭ ነዚ ቪድዮ እዚ ብኤኣይ ኮንፈርምድ እዩ ብግሮክ ናይ ናይ ኢሎን ማስክ ኤኣይ ዳብል ቸክድ ኮይኑ ንፁር ዕለት ዓሰርተ ሸሞንተ ዕለት ዓሰርተ ሸሞንተ ወርሒ ሰለስተ ዕስራ ዕስራን ሽዱሽተን ዝወፀ ምዃኑ ኣብ እስራኤል ገሊኡ ኣብ ቤንጋሪዮን ኣብቲ ኤርፖርት ናቶም ዘጋጠመ ካልእ ድማ ኣብ እስራኤል ዘጋጠመ እዩ ሉከደስ እስራኤል ዋላ ሓንቲ ዘጋጥማ ከይመስለኩም ኢራን ንእስራኤል እውን ከም ሕሱም ትጭፍጭፍ ኣላ እያ ይህር ትህረም ኣላ እስራኤል መዓት ክሳራ ወርዶ ኣሎ እዩ ናይ እስራኤል ክሳራ ግን እንትርፈ ዝሕጎስ እምበር ነዚ ሙዚቃ ሕጂ ናይ ቻምፒዮንስ ሊግ ሙዚቃ ገይሮምሉ ኣለዉ እስራኤል ንክድምሰስ ዘሎ ትምኒት ናይ ገለገለ ሰብ ንበይኑ እዩ እስራኤላውያን ኩላቶም ነዚ ናይ ኢራን ይፍፅሞ ኣሎ ክንብል ኣይንኽእል ኢና ግን እቲ መርሕነት ናይ እስራኤል ዝገብሮ ዘሎ ግን ኣብ ልዕሊ እስራኤላውያን ገጅፍ ዝኾነ ሕማቕ ዝኾነ ጽልኢ ንክወርድ እዩ ዝገብር ዘሎ እዮም ዝብሉ ስለዚ እዚ ትሪእዎ ዘለኹም ኣብ እስራኤል ዘጋጥም ዘሎ እዩ ኢሪት ሃፐኒንግ ብተደጋጋሚ ዝወፅእ ዘሎ ኣብ ሶሻል ሚድያ ወላ እኳ ፅኑዕ ዝኾነ ቁፅፅር ናይ ሶሻል ሚድያ እንተለዎም ሳሕቲ ዝወፅእ ካብ ኤክስ ሳሕቲ ሳሕቲ ዝወፅእ ኢና ንርኢ ዘለና ኣፍኮርስ ቨሪፋይድ ኮይኑ ዝወፅእ ዘሎ እዩ ምክንያቱ ሳክት ብኤኣይ ጀነሬትድ ዝኸውን ስለ ዘሎ ብኤኣይ ጀነሬትድ ዲ ኣይኮነን ብኤኣይ ኢካ ቸክ ትገብረን ፎርቹነትሊ ኬኑ ክንከይድ ኣይንኽእል ኢና ብኤኣይ ቸክድ ኮይኑ ግን ዘጋጠመ እዩ ዝብሃል ዘሎ እዩ ስለዚ እዚ ከንሲ እስራኤል ተለቪቭ ካልኦት ቦታታት ዋላ እውን እዚ ካብ ርሑቕ ዝሰኣሉ ወይ ድምፂ እውን ኣሎ ከም ትሪእዎ ዘለኹም ዲስ ኢዝ ቨሪ ሲሪየስ ናይ ብሓቂ ሓደገኛ ኩናት ኢና ንርኢ ዘለና ኣሜን ካብዚ ንላዕሊ ኩናት ሓደገኛ ክኸውን ኣይክእልን እዩ እንኮ ተሪፉ ዘሎ ሕጂ ኔክስት ስቴፕ ኣነ ዝፈርሆ ዘለኹ ኒኩለር ጥራይ እዩ ምክንያቱ እስራኤል ከምዚ ክወርታ እንተጀሚሩ ነተንያሁ ትዕቢት ናቲ መወዳእታ የብሉን መወዳእታ የብሉን ዘይብልካ እንተዘይኮነ ከዓስ እቲ ኣብ ኣሜሪካ ዘሎ ድዑል ማለት እዩ ዶናልድ ትራምፕ ማለት እዩ ዋላ ሓንቲ ክገብር ዘይክእል እዩ ዋላ ሓንቲ ከድምዕ ክሰርሕ ዝኽእል ሰብ ኣይኮነን ባይ ዘ ወይ ብዛዕባ ቀጠር ተጽሒፍዎ ዘሎ ከርእየኩም እየ ዋላ ሓንቲ እዚ ትሑዝ እዩ ኦሮማይ ትሑዝ ምዃኑ ሕጂ ኣረጋጊጽና ኢና ቀደም እውን ሰብ ኣረጋጊጹ ነይሩ እዩ ዶናልድ ትራምፕ ትሑዝ እዩ ዋላ ሓንቲ ክገብር ዝኽእል ኣይኮነን ድሮ ምስኡ ዝነበሩ መቃልስቲ ኩላቶም ተስፋ ቆሪፆም እዮም ካብኡ ሆፕለስ እዩ እዚ ሰብ እዚ ኢሎም ኦሮማይ ተወዲ እዚ ሌገሲ ናቱ ኣብ ናቱ ታሪክ ዝኸፈ ታሪክ እዩ ክኸውን ምክንያቱ እስራኤል ብፍረ ነፍሱ ዝሓዝዎ ምዃኖም ኣረጋጊፁ እዩ ዝዋን እዚ ሃገራት ዓረብ ዝያዳ ዘርብሐኦ ንኣሜሪካ ንዑ ድማ ብውልቁ ዘርብሖ እየ ነይረ እስራኤል ዋላ ሓንቲ ዝገብርሉ የብሎም ስለዚ ከም ትሪእዎ ዘለኹም ነዘን ሃገራት ዓረብ ንክድምሰሳ እዩ መሪፁ ዘሎ እሱ ጥራይ ኣይኮነ እስራኤል ጥራይ ኣይኮነ ዝጠፍእ ዘሎ ናይ ኣሜሪካ ኤቭሪ ለቨል ናይ ፅልዎኦም ዝነበረ እዩ ዝጠፍእ ዘሎ and they know እቲ ዲቤት ኦልሬዲ this is the most important part እዚ ሕጂ ዝብለኩም ዘለኹ እስራኤል ነቲ ዝነበራ ጽልዋ ኣብ ኣሜሪካ ማክሲማም ትጥቀመሉላ ብግምጣሉ ኣብ ልዕሊ እስራኤል ዝትንስእ ዘሎ ማዕበል ኣብ ኣሜሪካ is going to be ኣብ ታሪክ ፍሉይ ነገር ኣብ ታሪክ ፍሉይ ነገር ከጋጥም ድሕሪ ኮይኑ እዚ ሕጂ ዘለናዮ መድረክ እዩ ኣብ መንጎ እስራኤልን ኣሜሪካን ዘሎ ዝምድና ሓንሳብን ሓዋርን ክብተኽ እንተኮይኑ ኣብዘን ዝመፃ ዘለዋ ዓመታት እየ ክኸውን ምክንያቱ እዚ ዶናልድ ትራምፕ ዝኸዶ ዘሎ ናይ ብሓቂ ንህዝቢ ነቲ ማጋ ዝበሃል ጥራይ ዘይኮነ ንሪል ኣሜሪካውያን ኣብ ልዕሊ እስራኤል ዘለዎም ኩነታት ኮምፕሊትሊ ንክቕየር ዝገብር ኩነታት እዩ ዝፍጠር ዘሎ ብኩሉ መንገዲ ድማ ገጀጅብ ዝኾኑ ዓበይቲ ፀለውቲ ናይ ሚድያ ብፍላይ እቲ ፕራይቬት ሚድያ ዝበሃል ኢንዲፐንደንት ሚድያ ንእስራኤል ንኣሜሪካ ኣሜሪካ ዝተገዘት ሃገር ምዃና ዳርጋ ኣሜሪካ ትራምፕ ዝበሃል ተተሓዘ ሰብ ምዃኑ

ሕጂ ቀጠር እንታይ ገይራ ኣላ ንመን ኢኻ ትብሎ ንኣምባሳደር ናይ ኢራን ሰጒጓ ኣላ ምክንያቱ ኢራን እያ ትሃርማ ዘላ ዲስ ኢዝ እዚ ነገር እዚ ከመይ ክርድኦም ኣይከኣለን ኣሎ ኦፍኮርስ ክርድኦም ካይክእልን እዩ ምክንያቱ ናይ ብሓቂ ናይ እዚ ወሪድዋ ዘሎ ንቀጠር ኣይሆፕ ሕማቅ ኦረዲ ሚሳይል ይወሪዱ ደሎ ይብልሎ ሚሳይል ተኮይኑ ድማ እቲ ዳመጅ ከቢድ እዩ ክኸውን ዝኽእል ናይ ጋዝን ናይ ነዳድን ምዃኑ ድማ ኣይትረስዑ ልክዕ ክርቢት ምስ ወረደት እውን ክቃፀል ዝኽእልን መሊሱ ሽግር ክፈጥር ዝኽእል ይበዓል ንበዓሉ ስለዚ ቀጠር እዚ ከየጋጠመ ከሎ እቲ ካብ ዕዳጋ ጠጠው ኢላቶ ብዘላ ጥራይሲ ብሉምበርግ ኣብ ዝቐረባ ቁጠባ ናታ ክሳብ ብዓሰርተ ኣርባዕተ ፐርሰንት ክጎድል ይኽእል ኢሎም ነይሮም ሕጂ ድማ ዋላ እውን እቲ ፀገም ተተፈትሑ ኣብ ዕዳጋ ክትቅርብ ኣይኮነትን ምክንያቱ እቲ ኢንፍራስትራክቸር ዓሰርተ ሓሙሽተ ዓመት ዝወሰደሉ እዩ ኣብዚ ሕጂ ዘለዎ ቅርፂ ንክበፅሕ ንክሰርሕ ንክስራሕ ማለት እዩ ስለዚ እቲ ኢንፍራስትራክቸር ዝኾነ ክሳራዊ ዘጋጥም ቀልጢፍካ ክትፅግኖ ትኽእል ኣይኮን ኣብ ገሊኡ ብዙሕ ግዜ ክወስድ ዝኽእል እዩ ስለዚ ንቀጠር ፍፂምካ ኣናይስካ ክረአ ዘይኽእል ሓደጋ ወዲቑ ኣሎ and it's going to be the same ነተን ካልኦት ሃገራት already they dare on the target ሓደ ብሓደ እተን ካልኦትን ክረማ ምዃነን ፍሉጥ እዩ ምክንያቱ እቲ ዎርኒንግ ናብ ኩለን እዩ ወፅዩ ነይሩ ስለዚ ሃገራት ዓረብ ምናልባት ብድሕሪ መጋረጃ ምስ ኣሜሪካ ኮይኖም ንኢራን ከውድቑ ይሓስቡ እንተነይሮም ዝገደደ ሽግር ብሕጂ ክመፆም ከም ዝኽእል ኢና ንርኢ ዘለና ኤቭሪ ዳይ ዝሓለፈት ነፍሲ ወከፍ መዓልቲ ዝሓለፈት እቲ ሽግር ናቶም እናዓበየ ይኸይድ ኣሎ ንሳቶም ክፃወርዎ ዝኽእሉ ስርዓት ናይ ኢራን ድማ ክወድቕ ዝኽእል እዩ ዝመስሎም ዘሎ እስራኤል ግን ነቲ ኩነታት መመሊሳ እስከሌት ትገብሮ ኣላ መመሊሳ

እንታይ ምርጫታት ኣሎ እቲ ጉዳይ ኣብ ኢድ ዶናልድ ትራምፕ እዩ ዘሎ ሕጂ እቲ ኦፕሽን ዋን እንታይ እዩ ኤስካሌት ኤር ካምፔይን ሆፕ ፎር ሪጅም ቸንጅ ስለዚ ቀዳመይቲ ምርጫ ናቱ እዚ ሕጂ ዝገብሮ ዘሎ እዩ ገጀፍትን ንኣሽትን ቦምባታት ከም ሕሱም ነቲ ኢራን እናቃፀልካ እቲ ስርዓት ክወጥቀልካ ምፅባይ ማለት እዩ ዲስ ኢዝ ነዘን ዝሓለፈ ዓሰርተ ትሽዓተ መዓልትታት ዝገብሮ ዘሎ እዩ እዚ ግን ዊዶኖ ብከምዚ መንገዲ ነቲ ኩነታት ክፈትሖ ከም ዝኽእል ዋላ እውን ኩላቶም ክኢላታት ናይ ኣሜሪካ ሓይሊ ዋላ እቶም መምሃራኖም ዋላ እቶም ሊቃውንቶም ዋላ እቶም ጀነራላቶም ብቦምባ ስርዓት ኣይቅየርን እዮም ዝብሉ ኖርማል ስርዓቱ ብቦምባ ደብዲብካ ጥራይ ይቅየርኒ ኣብ ባይታ ክትመፅእ ኣለካ ስለዚ ናይ ባይታ ኩናት ክመፅእ ክኽእል ኣለዎ ናይ ባይታ ኩናት ድማ ስገንቢ ብላድ ፓት ዝብልዎ ናይ ደም ጭቃ ክፍጠረሉ ዝኽእል ድኣ እምበር ኣሜሪካ ኣብ ኢራን ኣትያ ብፍሉይ ክትዕወት ትኽእል እያ ብመሬት ዝብል የለን ቀዳማይ ነገር ቁጥዐ ኣብ ልዕሊ ህዝቢ ኢራን ኣብ ልዕሊ ሰራዊት ኢራን ፈጢሮሞ ዘለዉ ሰማይ ጠቀስ እዩ መራሕቲ ናቶም ሃይማኖታውያን መራሕቲ ናቶም ፖለቲካውያን መራሕቲ ናቶም ወታደራውያን መራሕቲ ናቶም ሲቪላውያን መራሕቲ ናቶም ቆልዑ ህፃናት ኣብ ቤት ትምህርቲ ናይ ወዳት ናይ ዋልድን ብዙሕ ቀቲሎም ኣለዉ ስለዚ እዚ ሆስፒታላት ናቶም ሕጂ ድማ ናይ ነዳዲ ናቶም ነነፍሲ ወከፍ ስድራ ኣብ ገዝኡ ዝጥቀመሉ ፀዓት ንዑ ዳርጋ ሰብዓ ሚታዊት ህዝቢ ኢራን ዝጥቀመሉ ንዑ ኣቃፂሎም ኣለዉ ስለዚ እቲ ህዝቢ ብቦምባታት ናዝነብካ ሰላም ከምፃልካዮ እንድሕር ኢልካዮ ቅድሚ ሕጂ ኣብ ኢራቅ ፈቲኖሞ ኣብ ሱርያ ፈቲኖሞ ኣብ ሊብያ ፈቲኖሞ ደይ ከንሲት እተን ሃገራት ይቃፀላ ኣለዋ ነዳዲ ይረኸቡ ዋላ ዲሞክራሲ ይረኸቡ ጆክ ስለዚ ነዚ እናረኣኻ ንዓና ኣብ መፂኻ ቦምባ ጌርካ ኣጥፋኣና እንድሕር ኮይኑ እትቶም ከምኡ ዝብሉ ኣለዉ እንዲዮም ከምኡ ዝብሉ ሕሱባት ኣለዉ እንዲዮም ንኣታቶም ሸለል ኢልካ እዩ ስለዚ እዛ እታ ቀዳመይቲ ኦፕሽን ዋላ እውን ብቦምባ ነቲ ኩሉ ነገር ተፍረስካዮ ስርዓት ክቕየረልካ ዝኽእል ግን ካልእ መንገዲ ክትገብር ኣለካ እቲ ካልእ መንገዲ እንታይ ክኸውን እዩ መብዛሕቶም ሃገራት ኤሮጳ ይነግርዎ ኣለዉ እዚ ክኸውን ዝኽእል ኣይኮነ ቅድሚ ሕጂ ክግበር ኣይረኣናዮን እንትርፎ ኣብ ዘይንወፆ ክሳራን ሽግርን ነናእቱ ዘለና ግን ዋላ ሓንቲ ለውጢ ክመፅ ኣይክእልን እዩ ብቦምባን ብደብዳብን ጥራይ ዝመፅእ ለውጢ የለን ይብልዎ ኣለዉ ጉልቲ ኣይከውን ኢልካ ኩሉ ኩሉ ክትዛረብ ኣይትኽእልና ካልኣይ ዲፕሎይ ሶልጀርስ ቱ ቶፕል ረጂም እዚኻ ተኻለይቲ ኦፕሽን እዩ ድሮ ዶናልድ ትራምፕ ነዚ ነገር እዚ ክገብሮ መደብ ከም ዘለዎ ወይ እውን ካብ ከምዚ ከም ዘይፈርህ ዝገልፅ ሓበሬታ ወፂኡ ኣሎ እንታይ ማለት እዩ ኣጋር ሰራዊት ናብ ኢራን ምእታው ማለት እዩ and this is boy gonna be very difficult ምክንያቱ ኢራናውያን በዚ መንገዲ እዚ ይፅበይዎም ኣሎ እዮም ብዘይ ንሱ ግን ኢራን ንክትዋግኣሉ ኣብ ባይታ እቲ ዝኸበደ እዩ እቲ ቦታ እቲ ሃገር እቲ ብተፈጥሩ ማንም ፀላኢ መፅኡ ክስዕሮ ከም ዘይክእል ዝተፈጠረ እዩ ስለዚ ሰራዊት ናቶም መፅኡ ንኢራን ኣትዩ

across the board። ሕጂ እንታይ እዩ እቲ ኩነታት ኮይኑ ተሪፉ እንድሕሪ ብእግሪ ክመፁ ኮይኖም ብክልተ መንገዲ እዮም ክመፁ ብኢራቅ ወይ እውን ብቱርኪ ክመፁ ክእሉ እዮም በዚ ክልቲኡ መንገዲ ድማ ጎቦታት ጥራይ እዩ ኣዝዮም ነዋሕቲ ኣኽራናት ዘለዎ እዮም ባይ ወይ ብኢራቅ ቅድሚ ሕጂ ፈቲኖም እዮም ቅድሚ ሕጂ ብኤራ ገይሮም ክወርዋ ፈቲኖም እዮም ንሸመንተ ዓመት ዝቐፀለ ነይሩ ካብ ሽን ትሽዓተ ሚእቲ ሰማንያን ክሳብ ሰማንያን ሸሞንተ እንዲ ገለ ነይሩ እዩ እቲ ኩናት ስለዚ ኣይሰርሐን so what do you think now it's gonna work um, anyway ዶናልድ ትራምፕ ናቱ ድገፍ ናብዚ ኩናት እዚ መሬት ዘቢጡሉ ኣብ ዘሎ ኣብ ናይ ኣጋር ሰራዊት ክእቱ ተጀሚሩ uh, then um, that's uh, the end of his uh, ናቱ ቴነር ናቱ ስልጣን uh, ኣብቂዑ ኣሎ ማለት እዩ ኣይ ቲንክ

ምስ ኢራናውያን ሓደ መበቆል ዘለዎ እዩ። ሓደ ዓይነት ሃይማኖት ዝኽተል እዩ ሶሪ እቲ ኣብ ስልጣን ዝነበረ ስዳም ሑሴን እስካ ኩሎም ግን ሱኒ እዮም ስለዚ እቶም ማይኖሪቲ እዮም ስልጣን ዝያዳ ነይሮም እቲ ሸዓ ዝበሃል ድማ ኣሜሪካ ነቲ ናይ ስዳም ሑሴን ሱኒ ንኸጥፍኣሎም ኢሎም ወተሃደራትን ገለን ገይሮም ዕጡቓት ምልሻ ብዙሕ ዘሰልጥንዎ ኣሜሪካ እዮም ሎሚ እዞም ሸዓ እዮም ኣንፃር ኣሜሪካ ዝዋጉ ዘሎ እዚ ባዕሎም ገረብ ብሓኽላ ዝበሃል እዩ ባዕሎም ዘዕጠቕዎም ባዕሎም ዝመሃርዎም ባዕሎም ንዘርኣይዎም ተመሊሶም ንዖም ይዘብጥዎም ኣለዉ ልክዕ ከምቲ ኣብ ኣፍጋኒስታን ዝረኣናዮ ብኣልቃይዳ ኣልቃይዳ ባዕሎም እዮም ኣቑሞ እሞ ኦልወይስ ኩሉ እቲ ሕማቕ ዝበሃል ግብረ ሽበራ ዝብል ቃል ባዕሎም እዮም ዘቑሞ ምስ ግዜ ግን ጠላማት ስለ ዝኾኑ እቲ ሳቶም ባዕሎም ዝመሃርዎ ባዕሎም ዘርኣይዎም ኣንፃሮም ይትንስእ ሽዑ ግብረ ሽበራ ክምክት ውግእ ክንገብር ኢና ይብሉኻ ስለዚ እዚ ትሪእዎ ዘለኹም ኣብ ኢራቅ ኤምባሲ ናይ ኣሜሪካ ከም ሕሱም እዩ ዝህረም ዘሎ እዚ ድማ ካብ ኢራን ብዝብገስ ኣይኮነን እቶም ምስ ኢራን ሓደ ዓይነት ኣተሓሳስባ ዘለዎም ዕጡቃት ምልሻዊ ዘለዉ ንሳቶም እዮም ንኣሜሪካ ካብዚ ዓዲ እዚ ሰራዊት ኣህድ ከተም ትህድም ገይርዎ ዘለዉ ስለዚ ኣሜሪካ ኣብ ብዙሕ ቦታ እዩ ውርደት ገጢምዋ ዘሎ ኣብ ብዙሕ ቦታ ኣብ ብዙሕ ቦታ ውርደት ገጢምዋ ኣሎ መወዳእታ የብሉን እቲ ውርደት ዘጋጥሞም ዘሎ ሓቢጦሞ ሓቢኦሞ ስለ ዘለዉ ስለ ዘይወጽእ ዘሎ ከምቲ ዝግባእ እምበር ኣሜሪካ ጽልዋ ናታ ኣብ ማእከላይ ምብራቕ ብከምዚ ደረጃ ተዘቢጡ ይፈልጥን እዩ እዚ ኩናት እዚ ኣይዶኖ ከም ብኸመይ ክውዳይ ብኸመይ ከም ዝውዳይ ይፈልጥን እዩ እዚ ኩናት እዚ ኢራን ተተኣዊታትሉ ግን ኣሜሪካ ከም ቀደማ ክትቅጽል ኣይኮነትን እዚ ማለት እንታይ ማለት እየ የስ ከምቲ ለይቶም ሓያላት ክኾኑ እዮም ኣሜሪካ መሬት ኣለዎም ፀጋ ኣለዎም ነዳድ ኣለዎም ኢስ ኦኬ ኣሜሪካ እቲ ከም ድሌትካ ትኸዶ ዝነበርካ ኩነታት ግን ክቕየር እዩ ናይ ብሓቂ ክግደዱ እዮም ነቲ ኩነታት ናቶም ንክቕይሩ ምክንያቱ ኩሉ እዚ ኩናት እዚ ብቐረባ ትከታተሎ ዘላ ቻይና እዮም ዝብሉ ዘለዉ ነፍሲ ወከፍ መዓልቲ ኣሜሪካ ትኸስሮ ዘላን ትወድቆ ዘላን ንቻይና ንቕድሚት እዩ ደምፃ ዘሎ ናይ ኣሜሪካ ኣይነ ዋሽንግቶን ፖስት ድዩ ዎል ስትሪት ጆርናል ሓደ ካብኣቶም ሓደ ዓብዪ ኣርቲክል ኣውፅኡ ነይሩ ኣብዚ ቀረባ መዓልታት ናይ ኣሜሪካ ብብዝሒ ሸር ገብርዎ ነይሩ ኣሜሪካ ብኣዝዩ ኢንኮምፔተንት ዘይብቁዕ መርሕነት ንስትራተጂካዊ ዕላማታታ ክትሰርሕ ዘይትኽእል ኣብ ድራማን ተዋስኦን ኣብ ዘየድልያን ዘየኽስባን ኩናት ንናይ እስራኤል ኣጀንዳ ከይዳ ነቲ ብዝዓበየ ውድድር ባዕላ ትኸስሮ ዘላ ሃገር እያ ብምባል ናይ ኣሜሪካ እቶም ማጋ ዝበሃሉ ናይ ኣሜሪካ ሜክ ኣሜሪካ ግሬት ኣገን ዝብሉ ዝነበሩ ንሳቶም ዝደለይዎ ካብ ማእከላይ ምብራቕ ምሽ ውግእ ክገብር ጠቕላላ ማእከላይ ምብራቕ ዘሎ ክገድፎ ምክንያቱ ማእከላይ ምብራቕ ንዓና ዘገድስ ኣይኮኑ የስ ፅልዋ ናትና ክህልወና ቁፅፅር ናትና ክህልወና ኣለዎ ግን ዝኾነ ጥይት ኣብዚ ቦታ ክትኮስ የብላ ምክንያቱ ኣሜሪካ ስልጣና ኣብዚ ቦታ እዚ ዘብቅዕ ዘሎ ቅድሚ ሕጂ ኣብ ክልተ ሽሕ ኢሎም ዝኣተውዎ እቲ ኩናት ክንዲ ምንታይ ትሪልዮናት ኣኽሲርዎም ዋላ ሓንቲ መኽሰብ ኣይረኸብሉን ዕዳ ናቶም ጥራይ ንሰማይ ከም ዝፍንጀር ጌሮሞ ሕጂ ድማ ካብዚ ኩሉ ጌጋ ክመሃሩ ዝግብኦም ኢራን መወዳድርቶም ኣይኮነትን ምስ ኢራን ዘባእስ ምኽንያት የብሎምን ኣብ ኢራን ዝኸስርዎ ዘሎ ገንዘብን ንዋትን ልዕሊ ኩሉ ድማ እዚ ኩሉ በይዛት ናቶም ንዓመታት ዝሃነፅዎ ቢልዮንስን ቢልዮንስ ገንዘቦም ኣብ ሓደ ግዜ ይጠፋ ኣሎ እጂ ገለ ኣሎ ሓደ ኢራን ኩ ትረም ኣላ እያ ዝብላካ ኮርስ ትረም ኣላ ኢራን ናብ መና ህላዊ ሕቶ እኮ እዩ እንታይ ትሃርመሎም ኣለኻ እንታይ ተቃፅለሎም ኣለኻ እኮ ምርጮም ኣይኮነ ዝኩናት እዚ ኩናት እኮ እንደልዮና ኢሎም እዮም ኢቭን ኒኩለር ናትና ክንገትፎ ንኽእል ኢና እኮ ኢሎም ነጊሮም እዮም ባይደወይ ሓደ ደ ጋርዲያን ዝብል መፅሄት ናይ ኣሜሪካ ናይ ዓዲ እንግሊዝ እንታይ ልውፅኡ ኣለስከ ኣብቲ ናይ መወዳእታ ኔጎሲሽንስ ኣብ ጀኔቫ ዝተኸየደ እቲ ናይ ኢራክ ናይ ኢራን ልኡኽን ናይ ኣሜሪካ ልኡኽን ዩከይ ድማ ልኡኽ ናቶም ሰዲዶም ነይሮም እንታይ እስከ ተባሂሉ ኣው ኢሎም ኢራን ኒኩለር ናትና ክንገትፎ ንኽእል ኢና ኢሎሞ ፀገም የለው እዚ ኩናት ናይ እንደለየና ኒኩለር ናትና ክንገትፎ ንኽእል ኢና ንኣሜሪካ ድማ ፍሉይ ናይ ኢንቨስትመንት ዕድል ኣብቲ ናይ ኤነርጂን ጋዝን ሰክተር ክንህቦም ንኽእል ኢና ኢሎም ሽዑ እንታይ ኢሉ እቲ ናይ ዩከይ ልኡኽ ዝነበረ ኣብይ ተረዲእና ኣነ እቲ ናይ ኣሜሪካ ኔጎሸይተር ቲም ዝባል ስቲቭ ቪትኮፍ ኤንድ ጃረድ ኩሽነር እስራኤላውያን ምዃኖም ኢለን ናይ እስራኤል ኣሳትስ እዮም ኢለዋ ንኣሜሪካ ዘይኮኑ ንእስራኤል ረፕረዘንት ዝገብሩ እዮም ስለዚ እቲ ኩናት ዝወሰንዎ ኢራን ኩሉ እትደልይዎ ክንገብር ኢና ንኣሜሪካ ኢሎሞም ከለዉ እዮም እንታይ ማለት እዩ ነተንያሁ ኩናት ስለ ዝደሊ ዝነበረ ዕድመ ስልጣኑ ንምንዋሕ ኩናት ስለ ዘድልዮ ዝነበረ ረጂም ቸንጅ ድማ ኣይኮነን ዝደሊ ዘሎ እሱ ነተንያሁ ኣብ ኢራን መራሒ ከም ዘይህሉ እቲ ሃገር ፋሕብትን ክኣትዋ እዩ ዝደሊ ዘሎ ካብ ሊብያ ዝገደደት ክትከውን እዩ ዝደሊ ዘሎ ዳትስ ዋይ ድማ ኤቭሪ ደይ መራሕቲ ዝቐትል ዘሎ እቶም መራሕቲ ምስ ኣሜሪካ ኣሜሪካ እቶም ቀንዲ ኣኽረርቲ ከይዶም እዮም ሕጂ እቶም ተሪፎም ዘለዉ ደሓን ደሓን ዝኾኑ ምስኣቶም ነጎሸት ጌርና ንዓና ምሳና ክለሳለስ ዝኽእል መንግስቲ ክንገብር ንኽእል ኢና ኢላ ክትሓስብ ምስ ጀመረት ነቲ መራሒ ኢራን እስራኤል ዝበሃል በዝን በትን ፍሒሩ ን ይቃትል ኣሎ እንታይ ማለት እዩ ዝኾነ ይኹን መራሒ ከምዘይብላ ንክገብራ ነታ ዓዲ ፅቡቅ ነገር ግን ኢራን ነዚ እውን ኳልኩሌት ጌራቶን ተዳልያትሉ ዝፀንሐት ብምዃና ክሳብ ሕጂ እቲ ዝድለ ዘሎ ዓወት ክረኽቦ ይከኣሉን ሚን ኣሜሪካውያን ናዘፎ ልብልብ ጀርመን ተበፂሕዎም ከም ዘሎ ስምዑ ብዚ

ቀንዲ ዝኾነ ይኹን ናይ ግብረ ሽበራ መጥቃዕቲ ንክግበር እንድሕር ኮይኑ ወይ እውን ስጉምቲ ክወስዱ እንተኾይኖም ንፕሬዚደንት ሓበሬታ ናይ ስለያ ክህብ ዝግብኦ እዩ። ገለ ካብቶም ቶፕ ኖች ኣብ ዝለዓለ ደረጃ ዘለዉ እዮም። እዚ ዘይፈልጦ ስለያዊ ሓበሬታ ናብ ፕሬዚደንት ክበፅሕ የብሉን፣ ብኡ ገይሮም ድማ ኩናት ንክገብሩ። ስለዚ እንታይ ኢሉ እሱ ካብ ኢራን ዝመፅእ ሓደጋ ኣይነበረናን ኢሉ። ብወግዒ ድማ ደብዳበ ፅሒፉ ንዶናልድ ትራምፕ ሶሪ ኣነ ንዓኻ ዝሓገዝኩ ንከምዚ ዕላማ ኣይሓገዝኩኻን ነይረ፣ ኣነ ድማ ነዚ ትኸዶ ዘለኻ መንገዲ ሕልናይ የፍቅደለይን እዩ ምሳኻ ኮይነ ኣሜሪካውያን ኣብ ዘየዋፅኣና ኣብ ዘየርባሓና ኩናታት እዮም ክሞቱ እሞኻ ካብ ኢራን ንኩናት ክወስደና ዝኽእል ፀገም ኣይነበረን ስግኣት ኣይነበረን ኢሉ ኤመነንት ትረት ኣይነበረናን ኢራን ክትጥቃዓና ምዃና ኢራን ክትሃርመና ምዃና ዘርኢ ዝኾነ ስለያዊ ሓበሬታ ኣይነበረን ኢሉ ስለዚ ነዚ ንኸጥፉ ሕጂ ብዙሕ ክገብሩ እዮም እቲ ፅቡቅ ነገር ግን እቲ ኣልተርናቲቭ ሚድያ ኦልሬዲ ፕላትፎርም ይህብ ኣሎ ፅቡቅ ዝኮነ ኢንተርቪዋት ገይሩ ኣብቲ ህዝቢ እንተበፂሑ ክፈርሁ እዮም ሽዑ ቢካዝ ዶናልድ ትራምፕ ክሳዕ ክንደይ ተፀልዩ ከም ዘሎ ይፈልጥ እዩ ኦልሬዲ ኣፕሩቫል ሬቲንግ ናቱ ኣብዚ ኩናት እዚ መሬት ዘቢጡ ኣሎ በይዝ ናቱ ኣንፃሩ ተንስኡ ኣሎ and this is going to be the most critical part ነዚ ሰብ እዚ ወሲዶም ክኣስርዎ እንተጀሚሮም i think ኣሜሪካ

ኣሚን እስራኤል ታከ ካርልሰን ክሳብ ዘሎ እስራኤል ፅልዋ ናታ ኣብ ኣሜሪካ ክቕፅል ኣይክእልን እዩ ከም ሕሱም ዝገርፋ ዘሎ እዩ ከም ሕሱም ኣብቲ ኣሜሪካ ድማ ኣብቲ ማጋ ድማ ሃርድኮር ንማጋ ካብቶም ዝፍተው ሚድያታት እዩ ስለዚ እዚ ሰብ እዚ ሓደ ካብቲ ንእስራኤል ዕርዕር ቃና ኣውፅዋ ዘሎ እዩ ሕጂ እንታይ ዝብል ዘሎ እንታይ ኢልዎ እቲ ሓላፊ ናይቲ ስለያዊ ፀረ ግብረ ሽበራ ሓላፊ ዝነበረ ሕጂ ስልጣን ገዲፉ ደሎ መብዛሕትኡ ግዜ እቲ ሲስተም ከመይ ንሕና እቲ ስለያ ኣኪብና ነቲ ፕሬዚደንት ንሕና ኢና እቲ ሓበሬታ ክንቦ ዝግባኣና ብኣና መንገዲ ገይሩ ድማ እቲ ውሳነ ክግበር ይኽእል ግን እስራኤል ኣብ መንጎ ስለ ዝኣቱ ዘየለ ንሕና ዘይበልናዮ ሓበሬታ ካባና ዘይተረኽበ ከምዝን ከምዝን ከምዝን ኣሎ እናበሉ ነቲ ፕሬዚደንት ናይ ኣሜሪካ ኣብ ክንዲ ካብ ስለዩ ዝረክብ ሓበሬታ ካብ እስራኤል ወሲዱ ስጉምቲ ዝወስድ ዘሎ እዩ ዝብል ሕፅር ብዝበለ ኣሜሪካ ናይ ዓለምና ዝሓየለት ሃገር እያ ትብል ዘላ ስለያ ኩሉ ዓይነት ስለያ ኣለዎ እቲ ኤንኤስኤ ዝብልዎ ኣለዎ ናሽናል ሴኪሪቲ ብላብላ ዝብልዎ ኣሎ ሲኣይኤ ዝበሃል ኣሎ ኤፍቢኣይ ዝበሃል ኣሎ እዚኦም ካውንተር ቴሮሪዝም መዓት ዓይነት ስለያ ቢልዮንስን ቢልዮንስ ገንዘብ ዘውፅሉ እዮም ግን ናይዞም ኩሎም ሓበሬታ ዘይኮነ ዝወስድ ካብ እስራኤል ዝመፀ ሓበሬታ ንዑ ወሲዱ ብእስራኤል ዝበልዎ መንገዲ እዩ ዝኸይድ ዘሎ እዩ ዝብሎም ዘሎ እዚ ኦልሬዲ ሓደ ነብሱ ዝኻልክን ድገቦ ገበን እዩ ብዙ ሕቶታት ከልዕል ዝኽእል እዩ ግን እቲ ንሪዮ ዘለና ድማ ኩሉ እቲ ዝዛረቦ ዘሎ ዋላ እቲ ዝፅሕፎ ዘሎ እስራኤላውያን ፅሕፎም ዝቦ እዩ ዝመስል ምክንያቱ ዳርጋ እስራኤል ዝደለዮ እተይ ዝገብር ኣሜሪካ ትደለዮ ይገብር የለን ንረብሓ ኣሜሪካ ካብ ዘይሰርሕ ሓያለ እዋን ሓሊፍዎ ኣሎ እቲ መራሕ ማለት እዩ

ብሓፈሻ ከም ትሪእዎ ዘለኹም ብምሉእ እቲ ኢራን እቲ እስራኤል ዝበሃል ነቲ ዝምድና ምስ ኣሜሪካ ዘሎ እቲ ኢራን ምስ ኣሜሪካ ክገብሮ ዝኽእል ዝምድና ወይ እውን ኔጎሴሽን ዝርርብ ብመሰረቱ ሳበታጅ ዝገብሮ ምስ ኢራን ሰላም ንኸይመፅእ ምስ ኢራን ምርድዳእ ንኸይፍጠር ንኢራን ንክተፍርስ ጥራይ ዝደሊ ነተንያሁ ዝበሃል ሓይሊ እዩ፣ ንሱ ድማ ብግልጺ ብሕብእብእ ዘይኮነ ብተደጋጋሚ ገሊጽዎ እዩ፣ ኣሜሪካ ድማ ልክዕ ከምዚ ተጎታቲ ናይ መኪና እቲ ቅድሚት ዘሎ ኣብ ዝዘወሮ ናበይ ይኸይድ ኣለኹ ከይበለ ስቕ ኢሉ ዝኸይድ ከምኡ ድማ ኣሜሪካ ዶናልድ ትራምፕ ዝመርሓ ማለት እዩ ደድሕሪ እስራኤል እናኸደ ኣብ ደልሃመት ይኣትሎ እቲ ዘሕፍር ክፋል ናቱ እንታይ እዮም ዝብሉ ዓሻስ ክንዲ ዝስተር ይግተር ድዮም ዝብሉ የስ ከረይኩም እየ እቲ ምግታር ናቶም እንታይ ከም ዝመስል ደወዚስ ፖስት ናቱ እንታይ ክገብር ፖስት ዝገብረቱ ዶናልድ ትራምፕ ካነ የርዳንን ያነ ለከደስ እንታይ ኢሉ ጽሒፉ እስከ እስራኤል ኣውት ኦፍ ኣንገር ፎር ዋት ሃዝ ተክን ፕሌስ ኢን ሚድል ኢስት እስራኤል ሲ ብሕርቃን ናይቲ ኣብ ልዕሊኣ ዝወርድ ዘሎ ኣብ ማእከላይ ምብራቕ ዘጋጥም ዘሎ ሃስ ቫዮለንት ላሽድ ኣውት ኣተ ሜጀር ፋሲሊቲ ነውና ሳውስ ፓርስ ኣስ ጋስ ፊልድ ን ኢራን በቃ በቲ ዝወርዳ ዘሎ ኣሚን ኣሕሪቓ ተሰሚዕዋ ስለ ዘሎስ ሕርቃና ኣብዚ ጋዝ ፊልድ ዝበሃል ሃሪማ ተኸንያ ትሓርቕ ዝጀመረቶ ኩናት ባዕላ መራሕቲ ትቐትል ዘላ ባዕላ ዝገደደ ዕንወት ተውርድ ዘላ ኢራን ባዕላ እንታይ ዝሕርቕ ኣሎ እስራኤል ትሓርቕሲ ኢራን እያ ኣብ ዘይደለየቶ ኩናታት እያ ስለ ዘላ ብዙሕ ትሕቲ ቅርፅና ተዓንዩ ስለ ዘሎ ግን ትሑዝ ስለ ዝኾነ ከምኡ ክብላሉ ፅሒፎም ዝሃብዎ እዩ ሽዑ ሬላቲቭሊ ስሞል ሰክሽን ኦፍ ሆል ሃዝ ቢን ሂት ንእሽተይ ክፋል ናይቲ ሳውስ ፓርት በሃሊ ተሃሪሙ ደሎ ዩናይትድ ስቴትስ ኒው ናቲንግ ኣባውት ዚስ ፓርቲኩላር ኣታክ ኣንስት ኣሜሪካ ይፈለጠትን ነራ እዩ ዝብል ዘሎ ሓሳዊ and the country of Qatar was in no way, shape, or form involved with it, nor did it have any idea that it was going to happen. ብካልእ መንገዲ ድማ ቀጠር ድማ ምስ መጥቃዕቲ እስራኤል ኣብ ልዕሊ ኢራን ትገብሮ ዘላ ወላ ሓንቲ ዘተሓዝ ኣይነበረታን ኣይፈለጠትን ገለመለ ስለዚ ስለምንታይ ቀጠር ታሪማ እዩ ዝብል ዘሎ ኢድየት ስለ ዝኾንካ ኢራን ተሓሪምካ ኢራን እንታይ ክትሃርም ምዃና ክትሓስብ ነይርካ ዊድድን ኖ ዊድድን ኤክስፐክት ዝበለ እኳ ዝሓለፈ ቪድዮ ማለት ንኢራን ተሃሪምናያሲ ንሃገራት ዓረብ ክትሃርም ምዃናሲ ኣይሓሰብናያን ንሕና ኢሉ ንስኻ ጥራይ ኢኻ ክትሓስቦ ዘይትኽእል መብዛሕቲ ሰብ ሓሲብዎ እዩ ነይሩ ምክንያቱ ብግልፂ ነጊሮምካ ስለ ዝነበሩ

እቲ ብዕሽነት ናይ ኢራን ኣብ ዘየድሊ ቦታ ክትሃርም ተተረኺባ ከምዚ ናይ ቀጠር ጥራይ ኢና ክንሃርም ንኽእል ኢን ዊች ኣሜሪካ እቲ ዝዓብየ ሓይሊ ናታ ቅድሚ ሕጂ ተራእዩ ዘይፍለጥ ዓይነት መጥቃዕቲ ክንገብር ኢና ኢሉ ብቓላት ብብዙሕ ከፈራሪ ዝፍትን ግን ኣይ ቲንክ እቶም ኢራናውያን ግጢቦማ ኣሎ እቲ ኣካይዳ ማለት እዩ ማሲቭሊ ብለብለብለብላ ይብላ ኣሎ ኣይ ዱ ናት ወንት ኦቶራይዝ ጽሕፍቲ ካብ ታሕቲ ዘላ ክናለያ

ነቲ ዝበርትዐ መጥቃዕቲ ናተይ ክገብር እየ ዝብል ዘሎ እንታይ ማለት እዩ ሃገራት ዓረብ ሃገራት እስላም ተወዳዱ ኣይዶን ኬር እዩ ዝብሎም ዘሎ ጀስት መልሓሶ ፀባቢቑ ንቀጠር ታሕሪምኪ ንኢራን ክሓርማ እየ ይብላ ኣሎ ግን እስራኤል ድማ ተደጋጋሚ ንኢራን ኣብቲ ቀንዲ ክሪቲካል ኢንፍራስትራክቸር ትሃርማ ኣላ እዚ ኢራን ድማ ግብረ መልሲ ናታ እንታይ ምዃኑ ይፈልጡ እዮም ካብዚ ኩሉ ኩናት ዝረብሕ ዘሎ መን እዩ እስራኤል ኦብስሊ ፍኮርስ ክሳራ የጋጥሞ ኣሎ ግን እተን ሃገራት ዓረብ ብምለን ሃገራት ኣስላም ኣብቲ ከባቢ ዘለዋ ከሊጅ ይኹን ኢራን ኩሎም ይዳኸሙ ኣለዉ ንሓትሕቶም እዚ ድማ ንእስራኤል ነቲ ኩሉ ክሳራ ናት ኣሜሪካ ክትከፍሎ እያ ነቶም ካልኦት ግን ዝኸፍሎም የለን ብርግፅ ነቲ ናቶም ሃብቲ ባዕሎም ይኸስሩ ስለ ዘለዉ ኢንትረስቲንግ um, ኣብቲ ቅድሚት ንርዮ ዘለና ሃገራት ኢራን ክሳብ ሕጂ ተዳኺማ ኣላ ዝብል ሓሳዊ ጥራይ እዩ

ትረስት ሚ ሃገራት ዓረብ ሃቭ ኖ ቻንስ ዝኸበደ ኩነታት እዩ ከጋጥመን ዝኽእል ምክንያቱ ከም ናይ ከም ናይ እስራኤል ኤር ዲፈንስ ሲስተም ወይ እውን ዲፈንስ ሜካኒዝምስ ክህልዎም ኣይክእልን እዩ ሶ ሃገራት ዓረብ ከም ሕሱም ይግረፋ ከም ዘለዋ ብፍላይ እቲ ኢማራት ዝበሃል ድማ ዋላ እቲ ሓበሬታ ብምሉ ሓብይዎ እንተሎ ብዙሕ ይረም ከም ዘሎ እዩ ዝንገር ቁጠባ ናይ ኢማራት ኣብ ክብድ ዝበለ ደረጃ በፂሑ ከም ዘሎ እዩ ዝንገር ምክንያቱ ጠቕላላ መጻኢ ናይቲ ቁጠባ ናበይ ገጹ ምዃኑ ክረጋገጽ ስለ ዘይከኣለ ዘሎ እዚ ኩናት ድማ ንኽንደይ እዋን ክቕጽል እዩ ኖበዲ ኖው ስለዚ ዱባይ ኣብ ሑጻ ዝተሰርሐት ከተማ እያ ተስዓ ሚታዊት ህዝቢ ናታ ወጻእተኛ እዩ እቲ ገንዘብ ዘሎ በዓል ሃብቲ ድማ ወዲ ካልእ ሃገር እዩ ፓስፖርት ናይ ካልእ ሃገር ዘለዎ እዩ ናብ ካልእ ዓዲ ክኸይድ ዝኽእልን ዝኸይድ ዘሎን እዩ ገንዘቡ ድማ ክስሕብ እዩ ስለዚ እቲ ሃገር እንታይ ሒዛ ክተርፍ እያ ዋላ እውን ፅባሕ ንግኦ እዚ ኩናት ጠጠው እንተኢሉ ሚሳይላትን ድሮናትን ኣብ ዝትኮሰሉ ዝነበረ እናዘለለ ንቫኬሽን ክኸይድ ዝኽእል ሰብ ኣይደኖ ዲስካውንት ኩሉ ብናፃ እንተይረሎሞ ሰብ ክኸይድ ይኽእል እዩ እንተኾነ እዚ ገፅ ናይ እዚ ጉዳይ ግን ናይ ዱባይ መልክዕን ናይ ዱባይ ስእልን ሓንሳብን ሓዋሩን ዝተቐየረ እዩ ዝመስል ብዘይሱ እቲ ኩናት ናበርትዕ ኣብ ዝኸደሉ ዘሎ ንዱባይ እንታይ ከጋጥማ ኸል ንኢማራት እንታይ ከጋጥማ ኸል ኢልካ ክትሓስብ ዘገድድ እዩ ስለዚ ሲቹዌሽን ኢዝ ቢካሚንግ ቨሪ ቨሪ ኢንተንስ ንድ ሓደገኛ እናኾነ ይኸይድ ኣሎ ንድ ኣብ መወዳእታ ሓደ ነገር ጥራይ እዩ ዝበርሃልካ እንድሕሪ እስራኤል ብተደጋጋሚ ነቲ ንኢራን በዚ መልክዕ ክትሃርማ ጀሚራ ከምዚ ዓይነት ዕንወት ከተውርዳ ጀሚራ ኢራን ግብረ መልሲ ናቶም ከቢድ እዩ ክኸውን ኦሬዲ ኣብ ስዑድያ ብዙሕ ተሃሪሙ ኣሎ ኣብ ካልእ ቪድዮ ክገብረልኩም እየ ፅቡቕ ቪድዮ ስለ ዘይረኸብኩ ዘለኹ ስዑድያ ንባዕሉ ተሃሪሙ ኣሎ እተን ሃገራት ዓረብ እውን ክህረማን ክውዕላን ሓዲረን ኣለዋ እቲ ሓበሬታ ብዙሕ ኣይወፀን ስለ ዘሎ ስለ ዘይረኸብኮ እዩ ብዝኾነ ዊ ኣር ኢንተሪንግ ቨሪ ቨሪ ደንጀሮስ ተሪቶሪ ናይ ደረጃ ናይቲ ኩናት ናብ ዝበርትዐን ዝፀንዐን ሓደገኛን ደረጃ እናእተወ ዝኸይድ ዘሎ ኤንድ ኣብ መንጎኦም ዘሎ ተፃብኦ ኣብ መንጎኦም ዘሎ ምትልላኽ ኣብ መንጎ እዚን ሃገራት ዘሎ ኤስካሌሽን ወይ እውን ኩነታት ደረጃ ናቱ ካብ ሓደ ናብ ሓደ ዝሰግረሉ ዘሎ እናኸበደ እዩ ዝኸይድ ዘሎ ስለዚ ኢትስ ጎይንግ ቱ ቢ ቨሪ ሲሪየስ ኣብ ዝመፅእ ግዜ ኣበይ ገፁ እዩ ክኸይድ እንታይ ክኸውን ንግዜ ክንገድፎ ኢና ብሓፈሻ ዶናልድ ትራምፕ ዘለዎ ምርጫ ወታደራት ናቱ ሰዲዱ ናብ ኩናት ክኣቱ ይኽእል ዳይክእልን እዩ ኢፍ ዳት ሃፐንስ ደን ናይ ዝገደደ ስቓይን ሞትን ኢና ክንርኢ ኦረዲ ኣሜሪካውያን እንታይ ክዛረቡ ጀሚሮም ኣለዉ ሬሳታት ናይ ህዝቦም ከምዚ ወታደራት ናይቶም ዝሞቱ ዘለዉ እዚ ሕጂ ባዕሎም ዘውፅዎ እዩ ሉከደስ ወትፎር ኣብ ምንድምንታይ እዚ ሬሳታት እዚ ኣሚን ወታደር ናይ ኣሜሪካ ኮንካ ኣብ ዘየድልየካ ወላ ሓንቲ ረብሓ ዘይብልካ ንካልኦት ሃገራት ከተፍርስ ኬትካ ኣብ ሳንዱቅ ኣቲኻ ክትምለስ ከለኻ ካብኡ ዝሓስ ካብኡ ዝኸፍእ እንታይ ኣሎ እዚ ውግእ እዚ ነቶም ናይ ነዳዲ ኮርፖሬሽንስ የርብሖም ኣሎ ነቶም ቦምባታት ዝሸጡ ካምፓኒታት ድማ ከም ሕሱም ይረብሕሉ ኣለዉ ገምሎም እስራኤል ድማ ኣጀንዳ ናቶም እዩ ይገብርሉ ኣለዉ ኣሜሪካ እውን እንታይ ረብሓ ናቱ እዚ ቁጠባ ናቱ መናብረ ናቱ ኩሉ ነገር ናቱ እናተበላሸወ ዝኸይድ ዘሎ ኢራን ድማ ትፈርስ ኣላ ስለዚ ኣብ ከምዚ ከይዶም ዝሞቱ እዚ ቪድዮታት እዚ ናይ ብሓቂ ሃርት ብሬክ እናበሉ እዮም ዘውፅዎ ዘለዉ እዚ ድማ ንዶናልድ ትራምፕ ዓብዪ ዓብዪ ዳመጅ ክገብረሉ ዝኽእል ምዃኑ እዩ ዝንገር ዘሎ ዝና ናቱ ክብሪ ናቱ ተመሊሱ እናንቆልቆለ ክኸይድ እዩ ንድ ያ ሚን ተን ሃገራት ብዙሕ ተስፋ ዝነበረን ብዙሕ ሰብ ተሰዲዱ ዝነብረለን ዝነበረ ብዙሕ ሰብ ኣታዊ ሓንቲ ቪድዮ ይርኢ ነይረ ናይ ህንዲ ህንዲስ እንታይ ኢሉ እስከ ከም ህንዲ ዝኸስር ካብዚ ኩናት ክህሉ ኸውን ዶ ኢሎም። ከባቢ ሽዱሽተ ሚልዮን ድዩ ዋላ ልዕሊኡ ዝኸውን ናይ ህንዲ ዲያስፖራ ኣብዚ ከባቢ ማእከላይ ምብራቕ ኣብ ስዑ ኣብዘን GCC ዝበሃላ ሃገራት ይቕመጡ ኢሎም። ልዕሊ ኣርብዓ ቢልዮን ድዮም ገለ ገንዘብ ድማ ረሚተንስ ይሰዱ። ንእስራኤል ከሐጉስ ኢሉ እቲ መራሒ ናትና ምስ እስራኤል ጉንብሕብሕ ክብል ወላ ሓንቲ እኳ ጥቕሚ ዘይብሉ ኢሉ ነዞም ኩሎም ሃገራት ነብርስ ኣለና ኢሉ እዘን ሃገራት ንኽበርሳ ምስ እስራኤል ወጊንና ኣለና ኢሉ። ህንዲ ቁጠባ ናታ ኣብ ከቢድ ሓደጋ ወዲቑ ኣሎ። ምክንያቱ ነዳዲ ናታን ጋዝ ናታን ካብዚ ዝመፅእ ነይሩ። ካልኣይ ድማ ዓብ ንግዲ ምስኦም ኣለዎም ህዝቦም ኣብኡ ይቕመጥ ነይሩ ደሞስ ካብኡ ይረክብ ነይሩ ቁጠባ ናቶም ፅቡቅ ነይሩ እዘን ሃገራት ጂሲሲ እናደኸማ ድሕሪ ከይደን ፊሊፒን ህንዲ ዓብ ክሳራ ከጋጥመን ዝኽእል እዩ ፓኪስታን ምክንያቱ ብዙሕ ህዝበን ካብዘን ሃገራት እዚኣተን እዩ ዝነብር ነይሩ ኣገይን ህዝቢ ኣፍሪካ እውን እንተኾነ ኤርትራውያን ክነዓቕ ዘይክእል ህዝቢ እዩ ዘለና ኣብዘን ዓድታት እዚኣተን ዋላ እኳ ኤርትራ ብብዝሒ ናብ ካልእ ሃገራት ተሰዲዱ እንተሎ ኣብተን ሃገራት እዚኣተን ሂወት ዘለዎ ብዙሕ ሰብ እዩ ዘለና ስለዚ ናይ ብሓቂ ዘሕዝን ትራጀዲ ኢና ንርኢ ዘለና ቀጠር ስለ ዝፈረሰ ብፍሉይ ትረኽቦ የብልካ ኮርስ እቲ ዕንደራ ናቶም ዝፈጥሮ ዝነበረ ካልእ እዩ ቀጠር እኳ ወረዲ ተማሂሮም መንገዶም ኣስተኻኺሎም ነይሮም እዮም በቲ ንሃገራት ዓረብ ተማሂረን ከጥፍዋ ዝደለዩ እታ ኢማራት ትበሃል እያ ፅጋባ ምቁፅፃር ኣብይዋ ዝነበረ ዝኾነ እዚ ኣብ ቀጠር ንሪዮ ዘለና ንቁጠባ ናይ ዓለም ዓቢ ጽልዋ ክህልዎ ዝኽእል እዩ፣ ንቀጠር ድማ ብዓብዩ ዓቢ ጽልዋ ክህልዎ ዝኽእል እዩ። እዚ ግን መወዳእታ ኣይኮነን። እቲ ኲናት ብዝበርትዐ መልክዕ እስራኤል እናበርትዐቶ ኣብ ዝኸደትሉ ካብዚ ዝገድድ እውን ክንርእን ክንሰምዕን ከም ንኽእል እዩ ዝንገር ዘሎ። ምኽንያቱ ንእስራኤል ንነትንያሁ እዚ ገይም እዩ። እዚ ገይም እዚ ድማ እቲ ዝደልዮ ገይም እዩ። ዓባይ እስራኤል ንክገብር እንተኮይኑ ክዳኸማ ኣለዎን። ኢማራትን ክዳኸማ ኣለዎ፣ ስዑዲኡ ክዳኸማ ኣለዎ፣ ቀጠሩ ክዳኸማ ኣለዎ፣ ብፍላይ ቀጠር ክዳኸማ ኣለዎ። ምክንያቱ ኣብቲ ናይ ሰላምን ዲፕሎማስን ንእስራኤል ቤላ ጌራ ትፃወተላ ስለ ዝነበረት ንቀጠር ቀጥታ ንከይሃርም ኣሜሪካ ቁሩብ ተፍሮ ነይራ እያ ስለዚ መንገዲ ኢራን ገይሩ ከዳኸማ ክፍትን እዩ ክሳብ ሕጂ ብዙሕ ከምዘይተዳኸመትሉ ርኢ ነይሩ ስለዚ እዛ ስጉምቲ ዝገብራ ዘሎ ብኢራን ጌርካ ንቀጠር ንምድኻም ዝግበር ዘሎ እዩ ቲምስ ኢትስ ወርኪንግ ቨሪ ሳድ ቨሪ ቨሪ ንብሓቂ ዘሕዝን እዩ ሃገራት ዓረብ ከዓ ንሓተትካ ተለኻኺምካ ምጥፋእ ኮይኑ ኣሎ ኣብ መወዳእታ ድማ ናበይ ክበፅሕ እዩ ምስ ግዜ ርኢና ከነምፅኣልኩም ኢና ኤኒወይ ዲስ ኢዝ ኢት ኣብዚ ደረጃ ተበፂሑ ኣሎ እቲ ኩነታት ነቲ ዝቕፅል ናይ ካልኦት ሃገራት ዓረብ ዝግበር ዘሎ ናይ ቁጠባ ኩሉ ድማ ብዝሰፍሐ ኣብ ካልእ ትሕዝቶ ናትና ክንበኩም ክፍትና ፕሊስ ላይክ ግበሩ ሸር ግበሩ ርእቶኹምን ሓሳብኩም ግደፉ ታንኪዩ